ሰላም ሰላም ኩላትኩም ህፃናት ከመይ ቀኒኹም? ደሓን ዶ ቀኒኹም? ፅቡቕ ንፉዓት። ኣብ ዝሓለፈ ትምህርትና እንታይ ኢና ተማሂርና ነይርና? እንታይ ተማሂርና ነርና መናሎ ድዝክሮም ኣብ ዝሓለፈ ትምህርትና ብዛዕባ ክልተ እግሮም ፊደላት ናይ ትግርኛ ተማሂርና ነርና ሓቂ ዶ እቶም ዝተምሃርናዮም ክልተ እግሮም ፊደላት ናይ ትግርኛ ዝዝክሮም ወይ ድማ ክነግረኒ ዝኽእል መን ኣሎ ትዝክሮም ዶ ንፉዓት እስከ ንገርኒ በዓል መን ተማሂርና ንኣብነት ንፉዕ በቡ ሰሱ ሸሹ ከኩ ንፉዓት ስለዚ ሰ ሰ ሱ ሲ ሳ ሴ ስ ሶ ከ ኩ ኪ ካ ኬ ክ ኮ ሸ ሹ ሺ ሻ ሼ ሽ ሾ በ ቡ ቢ ባ ቦ ንፉዓት ንፉዓት ንፉዓት ስለዚ በዞም ፊደላት እዚኦም ጌርና ምስ ኣብነታት ጌርና ተማሂርና ነርና ሓቂ ዶ ሎም መዓንቲ ከዓኒ ብካልእ ክልተ እግሩ ፊደል ናይ ትግርኛ ክንመሃርና እቲ ሎም መዓልቲ ንምሃሮ ፊደል እንታይ ይበሃል? ፊደል ለ። ቅድሚ ናብቲ ትምህርቲ ምኻድና ግን እቶም ስጋብ ሕጂ ሳብስክራይብ ዘይገበርኩም ኣብዛ ትሪእዋ ዘለኹም ሳብስክራይብ ትብለላ ኣብዚኣ ብምጥዋቕ ሳብስክራይብ ክትገብሩ ትኽእሉ ኢኹም። ሽዑ ዘዝወረደ ፊልም ቀልጢፉ ሀ መታን ክመፀኩም ማለት እዩ። ንፉዓት ስለዚ ናብ ናይ ሎማዓንቲ ትምህርትና ከብለኩም ለ ሉ ሊ ላ ሌ ል ሎ ለ ሉ ሊ ላ ሌ ል ሎ ለ ሉ ሊ ላ ሌ ል ሎ ብራቮታት እዛ ስእሊ ትርእይዋ ኣለኹም ዶ ኣብዛ ስእሊ እንታይ ትርኢ ኣለኹም እዚኣ እንታይ ስማ ብለ ትጅምር ስም ናይ እዚኣ ብምንታይ ትጅምር ብለ መን ኣሎ ክነግረኒ ዝኽእል መን ኣሎ ነዚኣ ዝፈልጣ እሺ ሳምራዊት እንታይ ትበሃል እዚኣ ንፍዕቲ እንታይ ትበሃል ለሚን ለሚን ለሚን ከመይ ጌርካ ትጽሓፍ ለሚን ከመይ ጌርካ ከም ትጽሓፍ መን ኣሎ ዝፈልጣ መን ክጽሕፋ ይኽእል ኣሚ ከመይ ጌርካ ትጽሓፍ ንፉዕ ለሚን ለሚን ለሚን ሚ ን ለሚን ንፉዓት ንፉዓት ንፉዓት ሚ ኣብዚኣ ከ እንታይ ትሪኡ ኣለኹም? እዛ ስእሊ እዚኣ ትረኣየኩም ኣላ ዶ? እወ እዛ ስእሊ እዚኣ እንታይ እንታይ ትሪኡ ኣለኹም? ኣብዚኣ ኮፍ ዝበለ ሰብኣይ ትሪኡ ኣለኹም ሓቂ ዶ? ኣብ ድኳናት ወይ ድማ ኣብ ገለ ጎደናታት ከምዚ ኢሎም ኮፍ ኢሎም ዝልምኑ ሰባት ሪኹም ዶ ትፈልጡ? ገንዘብ ዝደልዩ ሓገዝ ዝደልዩ ሰባት ሪኢኹም ትፈልጡ? እዚኦም እንታይ ይበሃሉ? ወይ ድማ እንታይ ይገብሩ ኣለዉ? መን ኣሎ ዝነግረኒ? ንፍዕቲ ሶሊ እንታይ ማለት እዩ? ለማኒ ለማኒ እጂ ለማኒ ለመነ ለመነ ከመይ ጌርና ንጽሕፋ? ከመይ ትጽሓፍ? እዎ እሺ ሳምሪ ከመይ ጌርካ ትጽሓፍ ንፍዕቲ ለ መ ነ ለመነ ለ መ ነ ለመነ ንፍዕቲ ኣብዚኣ ከ እንታይ ትሪኡ ኣለኹም ኣብዚኣ እንታይ ትሪኡ ኣለኹም ፌብሪዋሪ 29 እዚኣ ብእንግሊሽ ተፅሕፍላ ሓቂ ዶ ስለዚ እዚኣ መነላ ዝነግረኒ ኣብ ዓመት ኣብ ዓመት ክንደይ ኣዋርሕ ኣለዋና ክንደይ ኣዋርሕ ኣለዋና ንውፍእ ዮሃንስ ክንደይ ኣለዋና ዓሰርተ ክልተ ኣዋርሕ ዓሰርተ ክልተ ኣዋርሕ ኣለዋና ስለዚ እዚኣ ሓንቲ ካብተን ዓሰርተ ክልተ ኣዋርሕ ስማ ብምንታይ ትጅምር ብለ ትጅምር እንታይ ትበሃል እንታይ ኢልና ንፅውዓ መን ኣሎ ዝነግረኒ ኣሃ ኣርሴማ ንፍዕቲ ለካቲት ለካቲት ለካቲት ከመይ ጌርካ ትፅሓፍ መን ኣሎ ዝነግረኒ ለካቲት መን ክፅሕፋ ይኽእል ኣ ለካቲት ክፅሕፋ ዝኽእል ኣሎ ያ ሄርሜላ ከመይ ትፅሓፍ ብራቮ ብራቮ ንፍዕቲ ሄሩ ለ ካ ቲ ት ለካቲት ለ ካ ቲ ት ለካቲት ንፍዕቲ ኦይ ኣብዚኣ ከ እንታይ ትሪኡ ኣለኹም ኣብዚኣ እንታይ ይገብር ኣሎ ኣብዚኣ ስርዑ እንታይ ይገብሩ ኣሎ ኣብዚኣ ኣብዚኣ ከ ጫማ እንታይ ትገብራላ መን ኣሎ ዝነግረኒ ኣ መን ኣሎ ክነግረኒ ዝኽእል ዩኤል እንታይ ይገብሩ ኣለዉ ኑፉ ኑፉ ክዳኖም ይክደኑ ኣለዉ ሓቂ ዶ እዚኣ ከዓ ጫማ ትዕጠቕ ኣላ እዚ ክዳኑ ስረኡ ሀ ይክደን ኣሎ እዚ ከዓኒ ጫማ ትዕጠቕ ኣላ ስለዚ እንታይ እንታይ ኢልና ንፅዋ ለበሰ ብራቮ ለ በሰ መናለ ድጽሕፈለይ ለበሰ ከመይ ጌርካ ትጽሓፍ ሲዶና ከመይ ጌርካ ትጽሓፍ ብራቮ ብራቮ ንፍዕቲ ለበሰ ለበሰ ለበሰ ለበሰ ለበሰ እንታይ ማለት እዩ ክዳን ምኽዳን ማለት እዩ እሺ ንፋዓት ንፋዓት ክትነፍዑ እያ ኣብዚኣ ኸ እንታይ ትርእዩ ኣለኹም እዛ ስእሊ እዚኣ እንታይ ትርእዩ ኣለኹም ብለ ትጅምር ብለ እንታይ ክንብል ንኽእል እዚኣ ኣደና ቅድስት ድንግል ማርያም ሓቂ ዶ ኣደና ቅድስት ድንግል ማርያም እንታይ እያ ሃ መን ኣሎ ዝነግረኒ ከቢዳትኩም ድያ ከቢዳትኩም እሺ ደሓን ለዋህ ለዋህ ለዋህ ከመይ ገይሩ መን ከመይ ጌርካ ከም ትጽሓፍ መን ኣሎ ዝነግረኒ ለዋህ ብኸመይ ክንጽሕፋ ንኽእል መን ኣሎ ዝነግረኒ ጴጥሮስ እሺ ጴጥሮስ ከመይ ጌርካ ትጽሓፍ ንፉዕ ለ ዋህ ለዋህ ለ ዋህ ለዋህ ንፉዕ ጴጥሮስ ንፉዕ ለ ሉ ሊ ላ ሌ ል

ሌ ል ሎ ኣሃ ኣብዚኣ ከ እንታይ ትሪኡ ኣለኹም እንታይ ይረኣየኩም ኣሎ ብዛ ስእሊ እዚኣ እዚኣ ምልክት ገይረላ ኣለኹ ትሪእዋ ኣለኹም እዚኣ ምልክት ገይረላ ዘለኹ ተሰኪምዋ ዘሎ እንታይ ትበሃል? ስማ ብለ ትጅምር። ስማ ብለ እያ ትጅምር። እንታይ ትበሃል ስማ? መን ኣሎ ድፈልጣ? ስም ናይዚኣ ዝነግረኒ ኣሎ? መን ክነግረኒ ይኽእል? ኣይትፈልጡዋን? እሺ ደሓን ባዕለ ክነገርኩም። እንታይ ትበሃል? ለቆታ ለቆታ ለቆታ ለቆታ ካብ ምንታይ ይስራሕ? ካብ ቆርበት ይስራሕ። ለቆታ ከመይ ትፅሓፍ? ሎቆታ መን ኣሎ ክጽሕፈለይ ድኽእል ክጽሕፋ ዝኽእል መን ኣሎ ኣሃ ኣርሴማ ብራቮ ብራቮ ብራቮ ንፍዕቲ ለቆታ ሎቆታ ለቆታ ለቆታ ሎቆታ ኣሃ ኣብዚኣ ከ እንታይ ትሪኡ ኣለኹም ኣብዚኣ ኣብዚኣ እንስሳ ዶ ይረኣየኩም ኣሎ ኣብዚኣ እንታይ ይረኣየኩም ኣሎ ሓሰኻ ኣብዚኣ እንታይ ይረኣየኩም ኣሎ ሓደ ደቀ ነገር ህይወታዊ ይረኣየኩም ኣሎ ሓቂ ዶ እዚ እንታይ ኢልና ንፅዋ ሓሰኻ ግን ብለ ዝጅምር ለ ብለ ዝጅምር ስሙ እንታይ ክንብሎ ንኽእል እንታይ ይገብሮ ኣሎ ዝነፍር ድዩ ዘሎ ዝነፍር ኣሎ ወይ ዝረኣየኩም ኣእጋር ኣለውዎ ድዮም ከመይ እንዳበለ ይኸይድ ኣሎ ብኸመይ ይኸይድ እንዳተፋሕኾ ሓቂ ዶ ስለዚ እንታይ ንብሎ ለመምታ ለመምታ ንፉዓት ለመምታ ለመም እንዳበለ ይድሕድ ሓቂ ስለዚ እንታይ ኢልና ንፅኦ ለመምታ ከመይ ገርና ንፅፎ ለ መምታ ለመምታ ለመምታ ብጣዕሚ ንፉዓት እያ ኣብዚኣ እንታይ ትሪኡ ኣለኹም እዛ ስእሊ እዚኣ ኸ እንታይ ኢልና ክንፅዋዕ ንኽእል ኣብዚ እንታይ ይረኣየኩም ኣሎ ቀጠልያ ፅቡቕ ነገር ሓቂ ዶ እዚ መሬት ተኾይኑ ኣሎ እዚ መሬትዚ ድሕር ዳኣ ኣዝዩ ጽቡቕ ቀጠልያ ሀ ከምዚ ዓይነት ኮይኑ እንታይ ኮይኑ ንብሎ ወይ ከኣ ብኸመይ ንገልጾ ብለ ጌርኩም ሀ ክትነግሩኒ ትኽእሉ እንታይ ኢልና ንጽዎ ከቢዳትኩም ለም ለም ለም ለም ንብሎ ከምዚ ዓይነት ቀጠልያ ደስ ዝብል ሀ ቦታ እንድሕር ዳኣ ኮይኑ ብዙሕ ሳዕሪ ዘለዎ እንድሕር ዳኣ ኮይኑ እንታይ ንብሎ ለምለም ንውፋዓት ለምለም ኬሜርና ንጸፋ ለ ም ለ ም ለምለም ለ ም ለ ም ለምለም ለምለም ብዘይካ ነዚ ንኻልኸ ንምንታይ ንጥቀመሉ ኢና ንስም ሀ ናይ ሰበይቲ ንስም ናይ ሰበይቲ ወይ ድማ ናይ ጓል ሀ ንጥቀመሉ ለምለም ዝበሃላ ሀ ኣንስቲ ወይ ኣደታት ወይ ድማ ሃ ኣዋልድ ኣለዋ ማለት እዩ ንፉዓት ንፉዓት ዋው እዚኣ ከመን ኣሎ ትፈልጣ እዛ ስእሊ እዚኣ ኩላትኩም ትፈልጡ ሓቂ ዶ ኩላትኩም ትፈልጧ ዶ እንታይ ይበሃል እዚ ኮቪድ ኮቪድ ወይ ድማ ኮሮና ኢልና ንፅዋ ሓቂ ዶ እዚ እንታይ እዩ ዝገብር እዚ እንታይ ይገብር ካብ ሰብ ናብ ሰብ ይመሓላለፍ ሓቂ ዶ ስለዚ ከምዚ ዓይነት ሕማም ካብ ሰብ ናብ ሰብ ክመሓላለፍ ከሎ እንታይ ይገብር ሃ ይላበድ ወይ ድማ ይመሓላለፍ እንታይ ኢልና ንፅኦ ለበዳ ለበዳ ንፋዓት ለበዳ ከመይ ጌርና ንፅፎ ከመይ ጌርና ንፅፎ ለበዳ ለ በ ዳ ለ በ ዳ ለበዳ ማለት ሓደ ብቁልጡፍ ሀ ብክትቋጻጸሮ ዘይትኽእል ሀ መገዲ ቀልጢፉ ካብ ሰብ ናብ ሰብ ክላባዕ ወይ ድማ ክመሓላለፍ ከሎ ለበዳ ኢልና ንጽዎ። ንፉዓት!

ናይዚኣ ስም እዚኣ ብ ሉ ብሉ ትጅምር ስማ እንታይ ትበሃል? መን ክነግረኒ ይኽእል? ኣይትፈልጥዋን? እሺ እንታይ ትበሃል? ሉል ሉል ሉል ከመይ ገይራ ንፅፋ? ሉ ል ሉል ሉል እዚኣ ኸ እንታይ ትበሃል እዚኣ ትሪእዋ ኣለኹም ዶ እዛ ስእሊ እዚኣ እንታይ ኢልና ንፅዋዓ እንታይ ኢልና ንፅዋዓ መን ኣሎ ድነግረኒ ከቢዳትኩም እሺ ኣነ ክነግረኩም እንታይ ትበሃል ሉሕ ሉሕ ሉሕ ሉሕ ሉሕ ሉሕ ንፉዓት ንፉዓት ንፉዓት ኣብዚኣ ከ እንታይ ትሪኡ ኣለኹም ብሉ ትጅምር ኣብዚኣ እንታይ ክትረኽቡ ትኽእሉ ብሉ ኣብዚኣ ሉ ዘላታ እንታይ ኣላ ንኣብነት ኣብዚኣስ እንታይ ንርኢ ኣለና መዓልታት መዓልታት ኣለዋና ሃቄዶ ኣብ ሰሙን ክንደይ መዓልታት ኣለዋና ኣብ ሰሙን ሸውዓተ መዓልታት ኣለዋና ሃቄዶ እንታይ ኢልና ንፅወ ንሰን ሰኑይ ሰሉስ ረቡዕ ሓሙስ ዓርቢ ቀዳም ሰንበት እዚኤን ኣብ ሓንቲ ሰሙን ሸውዓተ መዓልታት ኣለዋና ስለዚ ካብዚኤን ሉ ዘላታ እንታይ እያ ሰሉስ ሰሉስ ሰሉስ ንውፋኣት ሰሉስ ከመይ ገራ ንጽፋ ሰ ሉ ስ ሰሉስ ንውፋኣት ብራቮታት ብራቮታት ኣሃ እዚኣ ኸኣ ጽብቕቲ እንስሳ እዚኣ እንታይ ኢልና ንጽውዓ? መን ኣሎ ዝነግረኒ? ስም ናይዚኣ ዝፈልጣ መን ኣሎ? ኣ ከምዚ ዓይነት ሪኹም ዶ ትፈልጡ? እዚኣ ከልቢ ድያ? ኣይ ኣይኮነትን። እዚኣ እንታይ ኢልና ንጽውዓ? መን ኣሎ ዝነግረኒ ዒሉ ዒሉ መገዳ ንፅሕባ ዒሉ ዒሉ ዒሉ እንታይ ማለት እዩ ዒሉ እንታይ ማለት እዩ ዒሉ ውላድ ናይ ኣድጊ ውላድ ናይ ኣድጊ ንእሽቶ ውላድ ናይ ኣድጊ እንታይ ኢልና ንፅዋ ዒሉ ኢልና ንፅዋ ዒሉ ንውፋት ሊ ላ ሌ ል ሎ ሊ ላ ሌ ል ሎ ኣሃ እዛ ስእሊ ትረኣየኩም ኣላ ዶ? እዚ እንታይ ይበሃል? ስም ናይዚ ዝነግረኒ መን ኣሎ? ስም ናይዚ ዝፈልጦ? ብሊ ዝጅምር ስሙ እንታይ ይበሃል? ሶልያና እንታይ ይበሃል እዚ?

ኣብዚኣ ከ እንታይ ትሪኡ ኣለኹም እዚኣ ትረኣየኩም ኣላ እዛ ስእሊ እዚኣ እዚኣ እንታይ ኢልና ንፅዋዓ እዚ ኣብ ዓድና ኣብ ኤርትራ ኣብ በረኻታት ዝርከብ ሓደ ምቁር ፍሩታ እዩ ምቁር ፍሩታ ኣብ በረኻታት ክንረኽቦ ንኽእል ብናፃ ክንረኽቦ ንኽእል ገንዘብ ከይከፈልና ክንረኽቦ ንኽእል እዚ እንታይ ኢልና ንፅውዖ ብ ሊ ይጅምር ስም ናይዚ ብ ሊ ይጅምር ትፈልጥዎ መን ኣሎ ዝነግረኒ እዛ ከባዲ ሓቂ ዶ ማነ ዶ ክነግረኩም እሺ እሺ እንታይ ትበሃል መስለኩም ሊሓም ሊሓም ሊሓም እዚ ፍርታ እዚ እንታይ ኢልና ንፅውዖ ሊሓም ወይኒ ይመስል ምሽ እያ ግን ኣይኮነ እዚ እንታይ ኢልና ንፅኦ ሊሃም ንውፋኣት እዚኣ እንታይ እያ ትረኣየኩም ኣላ እዛ ስእሊ እዚኣ ባንዲራ ናይ ሓንቲ ሃገር ሓቂሮ ባንዲራ ናይ ኤርትራ ትፈልጥዋ ኢኹም እዚኣ ከዓ ባንዴራ ናይ ሓንቲ ሃገር እያ። ከምዚኣ ዓይነት ሕብሪ ዘለዋ ባንዴራ ዘላታ ሃገር ብ ሊ ትጅምር መን ኣሎ ዝነግረኒ? ብ ሊ ትጅምር ሃገር ከምዚኣ ዓይነት ሀ ሕብሪ ዘለዋ እ፣ ከምዚኣ ዓይነት እ፣ ናይ ባንዴራ ሕብሪ ዘለዋ ሃገር መን ትበሃል? ኣይትፈልጥዋን? ክነግረኩም እየ ከይትረስዋ እሺ። ሊታወን ሊታወን ሊታወን ሊታወን ሊታወን ባንዴራ ናታ ሀ ከምዚ ዓይነት ሕብሪ ኣለዋ ማለት እዩ ንፉዓት ክትነፍዑ ብጣዕሚ ንፉ ላ ሌ ል ሎ ላ ሌ ል ሎ እዚኣ ኩላትኩም ትፈልጡዋ ኢኹም ኣይኮነን ድዩ ነዚኣ ዘይፈልጥ ኣሎ ድዩ ኩላትኩም ትፈልጡ ኢኹም ምሽ ሓቀይ እንደ እንታይ ትበሃል መን ክነግረኒ ይኽእል ሲዶና እዚኣ እንታይ ትበሃል ንፍዕቲ ንፍዕቲ እንታይ ኢልና ንፅዋ ላም ላም ከመይ ጌርና ክንፅፋ ንኽእል ላም ከመይ ጌርካ ትፅሓፍ መን ኣሎ ዝነግረኒ ሳምሪ ብጣዕሚ ንፍዕቲ ላ ም ላም ላም ኣብ ገለ ከኣ እንታይ ኢልና ንጽዋዕና ላሕሚ ላሕሚ ኣብ ገለ ከኣ ላም ተባሂላ ትጽዋዕ ስለዚ ስም ናይዚኣ ላም ንውፍዓት ንፍዕቲ ሳምሪ ኦይ እዚኣ ከ እንታይ እያ እንታይ ኢልና ንጽዋዓ ከምዚኣ ዓይነት መሳርሕላ ንምንታይ ንጥቀመላ? እዚኣ ኣብ ግዜ ጸልማት ንመብርሂ ንጥቀመላ ሓቂ ዶ? በዚኣ ባተሪ ንእትወላ ብድሕሪ በዚኣ ጌርና ንውልዓ እንታይ ኢልና ንጽውዓ? ከምዚኣ ዓይነት ኣብ ግዜ ጸልማት ንመብርሂ ንጥቀመላ እንታይ ኢልና ንጽውዓ? ብላ ትጅምር። መን ክነግረኒ ይኽእል? ዮሃንስ ጎበዝ ጎበዝ ጎበዝ እንታይ ትበሃል ላምፓዲና ላምፓዲና ላምፓዲና ክፀፋ ዝኽእል መን ኣሎ መን ክፀፈለይ ይኽእል ዩኤል እሺ ከመይ ጌርካ ትፅሓፍ ዋው ዋው ጎበዝ ጎበዝ ላ ም ላምፓዲና፣ ላምፓዲና፣ ላምፓዲና፣ ላምፓዲና፣ ጎበዝ ጎበዝ እዮ ንፉዕ። እዚኣ እንታይ ትሪኡ ኣለኹም? እዛ ስእሊ እዚኣ ይረኣየኩም ኣሎ ምሽ? ኣብዚ ጫማ ትሪኡ ኣለኹም ሓቂ ዶ? እዚ ተጻዋታይ ኩዕሶ ጫማ ናይቲ ተጻዋታይ ኩዕሶ ንርኢ ኣለና ሓቂ ዶ? እንታይ ትበሃል ላቺ ላቺ ኣብዚኣ ምልክት ጌረላ ዘሎ ሓቂ ዶ እዚኣ ጫማያ እዚኣ ምልክት ጌራ ዘለኹ ብጫ ምልክት ትሪዋ ኣለኹም እዚኣ ኩናት ወይ ድማ እዚኣ ኣረው እንታይ ኢልና ንፅወናያን እዚኣ መእሰሪ ናይዚ ጫማ ላቺ ላቺ ላቺ ኢልና ንፅኦ ላቺ ይበሃል ንፉዓት ኣሃ እዚኣኸ እንታይ ትበሃል ነዚኣ ኩላትኩም ትፈልጡዋ ኢኹም እዚኣ ትብላዕ ሓቂ ዶ መግቢ ከምዚ ዓይነት መግቢ እንታይ ኢልና ንፅዎ መን ኣሎ ዝነግረኒ ሄርሜላ እዚ እንታይ ይበሃል ኣ ብላ ይጅምር ስሙ ስም ናይዚኣ ብላ ይጅምር እንታይ ይበሃል? ብራቮ እንታይ ይበሃል? ላዛኛ ላዛኛ ላዛኛ ንፍዕቲ ሄርሜላ ኦይ እዚ ከ እንታይ ይበሃል? እዚ ንምንታይ ንጥቀመሉ? እዚ ሓደ በሊሕ ነገር ኮይኑ ንምንታይ ንጥቀመሉ? ንዝኾነ ነገር ሀ መቑረፂ ሀ ንፀጉሪ መላፀዪ ንዝተፈላለዩ ዓይነት ህ መሳርሒ ክጠቕመና ይኽእል እዩ። ኣዝዩ በሊሕ ስም ናይዚ ዝነግረኒ መን ክነግረኒ ይኽእል? ጴጥሮስ እዚኣ እንታይ ትበሃል? ኣይትፈልጣን? መን ኣሎ ድፈልጣ? መን ኣሎ ድፈልጣ? ኦኬ ሶሊ እንታይ ትበሃል እዚኣ? ንፍዕቲ እንታይ ትበሃል ላማ ላማ ላማ ጴጥሮስ ላማ ከመይ ጌርካ ምጽሓፍ ትፈልጣ ዶ ክትጽሕፈለይ ትኽእል ኦኬ እስከ ርአኒ ከመይ ጌርካ ትጽሓፍ ብራቮ ብራቮ ጴጥሮስ ብራቮ ላማ ላማ ላማ ላማ እዚኣ እንታይ ትበሃል ወይ ከዓ ስም ናይዚኣ እንታይ ይበሃል? ላማ ላማ ንፋዓት ንፋዓት ኣብዛ ስእሊ እዚኣ እንታይ ትሪኡ ኣለኹም? ይረኣየኩም ኣሎ ምሽ? ንፋዓት እንታይ ኢልና ንፅኦ? እንታይ ኢልና ንፅኦ? ላስቲክ ላስቲክ ላስቲክ ላስቲክ ላስቲክ ብጣዕሚ ንፉዓት ንፉዓት ንፉዓት ሌ ል ሎ ሌ ል ሎ ኣሃ ኣብዚ እንታይ ይገብሩ ኣለዉ ሃው ኣር ዩ እንታይ ይገብሩ ኣለዉ ሰላምታ ይለዋወጡ ኣለዉ ሓቂ ዶ ስለዚ ብሌ ዝጅምር እንታይ ክንብሎ ንኽእል ሌ ጌርና እንታይ ይገብሩ ኣለዉ ይላለዩ ኣለዉ ሓቂ ዶ ይላለዩ ኣለዉ ሌላ ሌላ ብራቮታት ሌላ ከመይ ገርና ንጽፋ ሌላ ሌላ ምልላይ ምፍላጥ ማለት እዩ ምልላይ ማለት ንዘይትፈልጦ ሰብ ምፍላጥ ወይ ከዓ ምልላይ ኢልና ንፅውዖ እሺ ንፉዓት ኣብዚኣ ከ እንታይ ትሪኡ ኣለኹም? እዛ ስእሊ እዚኣ ትረኣየኩም ኣላ? እዚኣ ሰበይቲ ቦርሳ ኣንጠልጢላ ኣላ ሓቂዶ? በዚኣ ከ እንታይ ይገብር ኣሎ? ኢዱ ሰዲዱ ወይ ኢዳ ሰዲዳ እንታይ ትገብር ኣላ? ካብዛ ቦርሳ ገለ ነገር ተውፅእ ኣላ ሓቂዶ? እዚኣ ሰብ ግን ነዚኣ ኣይትሪኣን ኣላ። ስለዚ እንታይ ይገብር ኣሎ? እሰርቕ ይሰርቕ ኣሎ ሓቂዶ? ካብ ዘይናትካ ወይ ድማ ዘይንብረትካ ክትወስድ ከለካ እንታይ ይበሃል? ምስራቕ ስለዚ እቲ ዝሰርቕ ዘሎ እንታይ ኢልና ንጽውዖ? ብሌ ዝጅምር ሌባ ሌባ ሌባ ማለት ሰራቒ ዘይናቱ ዝወስድ ማለት እዩ። እሺ ንውፍዓት ሌባ ል ሎ ሎ ኣብዛ ስእሊ ትረኣየኩም ኣላ ኣብዛ እንታይ ትገብር ኣላ ኣብዚኣ ፈረስ ኣላ ሓቂዶ እዛ ፈረስ ተጋልብ ከዓነ ኣብ ላዕላ እዚኣ ፈረስ ተጋልብ ኣላ ትወዳደር ኣላ ሓቂዶ ንፉዓት ስለዚ እንታይ ኢልና ንፅውዓ እዚኣ ኣብዚኣ ምልክት ገይር እዚኣ ምልክት ከርእየኩም ኣብዚኣ እዚኣ ምልክት እዚኣ እንታይ ትበሃል ልጓም እዚኣ ትሪእዋ ኣለኹም እዛ ኣረው እዚኣ ነዚኣ መልኪታትና ደላ ናብዚኣ ሓቂዶ እዚኣ ነዛ ፈረስ ሀ ንፀጋም ንየማን ሀ ተኸኢላ ከም ትኸይድ እንዳጠዋወና ወይ እንዳሰሓብና ሀ ብምንታይ ንሰባ በዛ ልጓም እዚኣ ጌርና ስለዚ እዚኣ እንታይ ኢልና ንፅውዓ ልጓም ል ጓም ተባሂላ ትጽዋዕ። ንፉዓት ልጓም ከመይ ትጽሓፍ? ል-ጓ-ም፣ ልጓም፣ ልጓም። ብራቮታት! ኣሃ ኣብዚኣ ከ እንታይ ትሪኡ ኣለኹም? ኣብዚኣ ከኣ መንእሰያት ተኣኪቦም ኣለዉ ሓቂ ዶ? እዚኣ ዝተኣከቡ መንእሰያት ኣብ ጣውላ ዙይሮም፣ ሀ፣ እንታይ ይገብሩ ኣለዉ? እ ይዝትዩ ኣለዉ ሓቂ ዶ ስለዚ ብዛዕባ ሓደ ነገር ከምዚ ኢልካ ተኣኪብካ ህ ክትዛረብ ክትዝቲ ከለካ እንታይ ይበሃል እንታይ ትገብር ኣለካ ልዝብ ልዝብ ትላዘብ ኣለካ ትላዘብ ህ ልዝብ ንፋዓት ልዝብ ልዝብ ልዝብ ልዝብ ንፉዓት እዚኣ ሪኢኹማ ትፈልጡ ከምዚ ዓይነት ወይ ድማ እዚኣ ሪኢኹማ ትፈልጡ ትከታተሉ ዶ ኣይትከታተሉን ሓቂ ዶ ያ ንፉዓት ድሓን እዚኣ ጌና ጉብዝ ምስ በልኩም ክትከታተሉ ኢኹም ወይ ድማ ከምዚ ዓይነት ክትሪኢኹም እዚኣ እንታይ ድማ ከምዚ ዓይነት ተኸታታሊ ፊልም ወይ ድማ ከምዚ ዓይነት እንታይ ኢልና ንፅኦ ልብ ወለድ ዛንታ ልብ ወለድ ሀ ኢልና ንፅኦ ስለዚ ልቢ ወለድ ብምንታይ ይጅምር ብል ልቢ ወለድ እዚኣ ከ እንታይ ትበሃል መን ኣሎ ዝነግረኒ ናይዚኣ ስም ዝነግረኒ መን ኣሎ ጴጥሮስ እንታይ ትበሃል? ልቺ ንፉዕ ልቺ ልቺ ከመይ ጌርካ ትጽሓፍ? ልቺ ከመይ ጌርካ ትጽሓፍ? ኣሚ ጽፈለይ ዶ ትኽእል? ያ ጻሓፋ ንፉዕ ንፉዕ ንፉዕ ልቺ ልቺ ልቺ ጎበዝ። ኣብዚኣ ከ እንታይ ትሪኡ ኣለኹም? ኣብዚ ጽቡቕ ክዳውንቲ ተኸዲኖም ኣለዉ ሓቂ ዶ? እዚ ብላዕሊ ተኸድኖሞ ዘለዉ ሀ እንታይ ኢልና ንፅዎ ልብሲ ልብሲ እዚኣ ምልክት ገይረላ ዘለኹ ትሪእዋ ኣለኹም ዶ እዛ ብጫ ምልክት ገይረላ ዘለኹ እዛ ነዛ ላዕሊ ተኸድንዋ ዘሎ ተመልክትያ እንታይ ኢልና ንፅውዓ ልብሲ ልብሲ እዚ መርዓውቲ ክምርዓው ከለዉ ወይ ድማ ኣካል ኣጋጣሚ ዝኽደኖ ፍሉይ ክዳን ወይ ከዓ ልብሲ ኢልና ንፅዎ ልብሲ ኣሃ ኣብዚ ከ እንታይ ትሪኡ ኣለኹም እንታይ ይረኣየኩም ኣሎ ኣብዚኣ እንታይ ትሪኡ ኣለኹም እዛ ስእሊ እዚኣ ከዓ እዚ ሰብ ኣበይ ከም ትርከብ ይነግረና ኣሎ ሓቂ ዶ እዚኣ ከዓ እንታይ ትገብር ኣላ ደም እንዳጨንቆዐት እንታይ ኢልና ንፅዋ ልቢ ልቢ ልቢ ከመይ ትፅሓፍ መን ኣሎ ዝነግረኒ ኣርሴማ ንፍዕቲ ልቢ ልቢ ልቢ ልቢ ሃም ደም ናብ ሙሉእ ኣካላትና እንታይ ይገብር ንምጭንጓዕ ወይ ድማ ናብ ሙሉእ ኣካላትና ንክዝርጋሕ ትሕግዘና ህዋስ ወይ ድማ ክፋል ናይ ኣካላትና እያ ንፉዓት ንፉዓት ብጣዕሚ ንፉዓት ክትንዑ ሎ ሎ ሎጎሳርዳ ሎጎሳርዳ ሎጎሳርዳ ኣብ ኤርትራ ኣብ ኤርትራ ሓደ ኣውራጃ ወይ ድማ ሓደ ከባቢ እንታይ ይበሃል ሎጎሳርዳ ሎጎ ሳርዳ እዚ ከባቢ ጾሮና ጾሮና ዝበሃል ዓቢ ከተማ ኣሎ ኣብቲ ከባቢ ጾሮና እዚ ብምሉ እንታይ ኢልና ንጽዎ ሎጎሳርዳ ሎጎሳርዳ እዚኣ ከኣ ናትና እንታይ እያ እዚኣ መጀመርታ እትው ክትብሉ ከለዉ ኣብዚኣ ናትና ቻነል ከምዚኣ ትሪኦ ሓቂ ዶ እንታይ ኢልና ንጽዋ እዚኣ እንታይ ትበሃል ኣይትፈልጥዋን ሎጎ ሎጎ ሎጎ ኢልና ንፅዋ ሎጎ ሎጎ ሎጎ እስከ እስከ ምሳይ በሉ ሎጎ ሎጎ ንውፍዓት ንውፍዓት ንውፍዓት ብጣዕሚ ንፍዓት ሎሚ ካልእ እንታይ ክንብል ንኽእነ ብሎ ዝጅምር ሎሚ ሎሚ ንፍዓት ዋውውውውውውው ብጣዕሚ ብጣዕሚ ንፉዓት ተምሃሮ ሎማዓንቲ ኩላትኩም ንፉዓት ንፉዓት ንፉዓት ስለዚ ቅድሚ ምውዳእና ሎማዓንቲ እንታይ ከም ዝተምሃርና ኣብዚኣ ደጊምና ክንሪኣ ኢና እሺ ደድሕረይ ትብሉ ሕራይ ዶ ብራቮታት እንታይ ተማሂርና ለ ለ ሉ ሉ ሊ ሊ ላ ላ ሌ ሌ ል ል ሎ ሎ ንፉዓት ህፃናት ኣብ ዝሓለፈ ትምህርትና እንታይ ተማሂርና ነርና ትዝክሮ ዶ ሓደ ክልተ እግሪ ዘለዎ ፊደል ናይ ትግርኛ ተማሂርና ነርና ኣብ ዝሓለፈ ሓቂ ዶ ንስኸ እንታይ እዩ ትዝክሮ ከ ከ ኩ ኪ ካ ኬ ክ ኮ ብጣዕሚ ንፉዓት ብጣዕሚ ንፉዓት ስለዚ ናይ ሎምዓንቲ ትምህርትና ፊደል ለ እዩ ነይሩ ኣብ ዝቕፅል ትምህርትና ብካልእ ፊደል ስጋብ ንራኸብ ስጋብ ሽዑ ሰላም ቅነ ኣኣብ ዘለኹሞ ሰላምን ጥዕናን ይምነልኩም። ቻው ቻው።